ዋይ ዝኽርዳድ ዋይ ዝድቓል ኣምባሳደር ተፃዊቱለይ ፅምዶ ፅምዶ እናበልካ ገዛ ገዛ ዞር ክብለኒ ከም ኳድረ ኣብ ዓዲ ናፅነት መከራ ክረክብ እንታይ ይበሃል እዚ ዋይ ኣነ ብላታ ኣነ ተዋሪደ ፓው ፓው ፓው ፓው እዚኣ ሓዳሽ ትእዛዝ መፅያላ ብላታ ከምዚኣ ዝፀርፀር ዝብል ሓዳሽ ትእዛዝ መፅያላ ኣታ ብላታ ደሓን ዲኻ ኣታ ብላታ ይኸደ ይፈርሑ መታ ዘንጢላ ተናዕና ኮይኑ ዘሎ ባዕልና ንፈልጦ ንጎ ንጎ መከራ ንጎ ንጎ ኣንታ መን ንጎ ንጎ ዝገብረካ መን መጻወቲ ዝገብረካ ኣንታ ተምበሳደር እምበር ተምበሳደር እምበር ኣንታ ቀስቀስ ቀስ እቲ ማዕጾ ቀስ ጌርካ ፎቶ ከይትሰብረለይ ተዛረብ ኣለኻ ዳ ሰብሲ ዝልቃል ከይትሰብረለይ ቀስ ዝልቃል ሰብስ ሰብስ ኣብዑር ተረኪቦም ጽምዶ ኢልካ ዘረባ ኣሎ እንታይ ክትገብር ትኸዶ ገዛ ገዛኹም ኮድረ ከም ኮድረ ስማዕ እዝጊሄር ዶ ይፈርሕ ንንታ ሰልቋን ኮንካ ወልፋስ ኮንካ እምበር ክትገብር ትኸእሎ ኣይትዘንጥለኒ ናቱ ይኣኽለኒ ነብላታ ኣነ ዳሓን ብላታ ሓወይ ብላታ ሓወይ ርግእ እሞ በል ርግእ በል ገዝኻ መፅት ከም ከልቢ ሰኻ ኩሕ ክትብለኒ ቁሩብ ከይትሓፍር እንድኻ ዳሓን እንታይ እንታይ ኢልካ ሕጂ ንሱ እሞ ኣነ ኸ እንዳወፃኹ እንደ ፀኒሐ ገዛ እቶ ከይብለካ ከዓ ብርሀት የላን ወፅያ ኣላ ዝበለኒ ዶ እወ ዝበለኒ ጋዶ እዩ ጋዶ ጋዶ ጋዶ ጋዶ ጋዶ እንታይ ኢልካ ዋ ርኢኻ ኣለኻ ገዛ ገዛ ብትንፋስ ቆፀረ ትፅመድ ድኻ ኣይትፅመድን በላ ይብለኒ ኣሎ ገዛ ገዛ እንዳዘወርኩ ኣነ ብላ ተኣነ መፃወቲኦም ኮይና ስማዕ እስኪ ብላ ተሓወይ ገዛ ገዛ እንዳኸድካስ ፆምዶ በሎም ኢልካ እወይ እዚ እንዲ ዝገርመኒ ዘሎ ድኣ ስማዕ ብላ ተዓርከይ ስቕ ኢልካ ኣምባሳደር ከምዚ ኢልኒ ከምዚ ኢልኒ ኢልካ ናፍትን ናፍትን ኣይትበል ስማዕ እስኪ እታ ዝሓለፈት ዝነበረት ፅምዶ ምስ ኣበ ዝነበረት ፅምዶ እንታይ ወሊዳ ኣንታ ንሱ ድኣ ኩናት ክንደይ ለኻኺሙ። እወ ርኢኻ ንሳ ኩናት ወሊዳ ፈሊኻ ጽምዶ'ያ ኔራ ፈሊኻ ጽምዶ'ያ ኔራ እዛ ናይ ሕጂ ዕቤት እኳ ዝሓለፈ። እወ እወ ኣይተኽሎፈኒ እዛ ናይ ሕጂ ጽምዶ ኸኣ እብለካ ኣለኹ ፈሊኻ ጽምዶ ስለ ዝኾነት ኩናት ድያ ክትወልድ ሰላም ድያ ክትወልድ ንፈልጦ ነገር የብልናን ኣነ ግን ከም ዓርክኻ ዘንጢላ ኢድካን እግርኻን ኣኪብካ ስቕ በል ኣንታ ስማዕ እንታ ብርኪ ፍሉጥ ኩናት እያ ክትወልድ ስማዕ ዘንጢላ እ ብመሰረቱ ብመሰረቱ ሰኸናዓይ ስማዕ ኢልካ ኣይትምዕደንን እንዶ ኣነ ስራሕ መንግስቲ ጠቒበ ዝሰርሕ ዘለኹ ሰብኣይ እየ ካልኣይ እንታይ ኢልካ ከኣ ስማዕ እስኪ ኣነ ንስኻ ነብዚ ዶ ኣይኮናን ዘለና ይተዓረቑ ይበኣሶ እየ ናይ ጥይት ከይረኽበካ ኢኻ ፈሪሕኻ ሕራይ ነበል ተፀመድ ከም ሰብካ ተፀመድ ተፀመድ ንፅመትና ሕድግ በለፀኛ በለፀኛ እቲ ሓወይን ደቂ ሓወይን ከ ጥይት ኣይትረኽበንን እያ ኢልካሲ ንሓወይን ደቂ ሓወይን ኣብ ኩናት ክጠብሶ ነብላታ ዶ ስማዕ ስማዕ ዘንጢላ ኣነ እኮ ስራሕ መንግስቲ ኮይኑኒ እምበር ትፈልጠኒ ኢኻ ስራሕ መንግስቲ ትእዛዝ ካብ ክቡር ኣምባሳደር ተቐቢለ እዚ ድቓላ ውሕድ ኣለትኒ እኮ እምብዘይበሃል ኮይኑኒ እምበር ኣነ ከምዚ ከምዘይመራሳሕ እኮ ትፈልጥ እኮ ኢኻ እንፈለጥ እንዲና ኣያ እሞ ሎሚ ሕጂ ሎሚ ሰብ- ከኣ ተበላሽኻ እንታ ብላታ እሞ ሓወይ። ኣብለካ ኣለኹ ኣነ ሲ ኢደይ ንእግረይ ንኣኪበ ኣብዛ ገዛ ኣለኹ ከመይ ኢለ መፂእ ንፈልጥ እሞ ንብለካ ኣለና ዘንጢላ ሕዘኒ ንዓይ እ፣ እንታይ ይበሃል መስለካ እወ ወይ ዝበሉኻ ግደፈሎም ወይ ዝበሉኻ ግበረሎም ወይ ዓደም ጉደፈሎ ምባል ልብና ዶ ጠፊእና እቲ ምስላ እውን ኣብዩ በሃም ኮንካ በሃም ወይ ዝበልኻ ግበረሎም ዳድሓን ዲኻ ሎም ግደፈሎም ትብል ደኣ ኣንታ በሃም ዓዶም ካብ ትገድፈሎም ደኣ ክንደይ ዲኻ ጌርካ ዘለኻ ክንደይ ጌርካ ኣለኻ ዓዶም ካብ ትገድፈሎም ኣንታ እሞ እንታይ ፈሊጥና ኢና ወይ ደኣ ሕሙም ርእሲ ኮንካ እምበር እሞ ክብለካ ዶ ቁርፂ ኣነ ዓርከይ ኢኻ ኢለ እንድየ ናይ ኣሕዋት ከምኡ ከምኡ ክገብር ሓሲበ ነይረ ቁርፂ ዶ ክነግረካ ትፅመድ ድኻ ኣይትፅመድ

ሄሎ ሄሎ ኣምባሳደረይ ግርም የው ኣብ ስራሕ ኣለኹም ኣብዚ ዝሃብኩም ስራሕ ምፍፃም ይርከብ ዋ እንታይ እሞ እዩ እንታይ እሞ ክኸውን እዩ ስራሕ እንቅፋት በዚሖሞ ዘንጢላ ሕደግና ተፀመድ ኢለ ዘረባ ምስ ጀመርኩሉ ገዛ ዓፂኑ ውሽጢ ኣትዩ ዓፂኒ ምኽፋት ኣብዩ ኣነ ብላታ ኣነ ከምዚ ዓይነት ስራሕ ሒዝካ እኳ ክባላሾ ይግርህኒ ሕራይ ሕራይ ኣምባሳደረይ ሕራይ እዋ ኣምባሳደረይ